ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን ታይምስ ለሙን ከምቲ ልሙድ ነዚ ሰዓት ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣሉና ንሰናይ ምክትታልኩም ንዕድመ ፈለማ ቀንዲ ቀንዲ ነጥታቶም ናባኹም ክነብል ኣብ ዞባ ምዕራብ ትግራይ ዘሎ ምምሕዳር ሓይልታት ኣምሓራ ክፈርስ ፌደራል መንግስቲ ትእዛዝ ምሃቡ ተገሊጹ። ብመልክዕ ሰበር ዜና ዝበጽሐና ሓበሬታ ከነካፍለኩም ኢና። እዚ ከምዚ ኢሉ እንዳሃለወ እውን ምስ ምዕራብ ትግራይ ተታሒዙ ንምዕራብ ትግራይ ንምዕዛብ ናብ ዞባ ምዕራብ ትግራይ ከተማ ሑመራ ኣምሪሖም ዝነበሩ ኣምባሳደር ኣሜሪካ ኤርቪን ማሲንጋ ኣመልኪቱ ዳግም ከቢድ ዝተብሃለ ናይ ተቃውሞ መግለፂ ካብ ትግራይ ተሰሚዑ ኣሎ። ዝርዝሩ ክትሰምዕዎ ኢኹም።

ተሓተቲ ኢኹም ዝብል መልእኽቲ ምሕላፉ እውን ኣብ ምድላውና ትረኽቦ ተወሳኺ ሓበሬታ እዩ። ላይክ፣ ኮሜንት፣ ሸር፣ ሰብስክራይብ ምግባር ከይትዝንግዑ። በብዘለኹም ሰናይ ጻንሒት ብቲክቶከራት ተጋሩ ዝተኣከበ ልዕሊ ሸውዓተ ሽሕ ኩንታል ፊኖ፣ ልዕሊ ሓደ ሽሕ ኩንታል ሩዝ ናብ መዕቆቢ ተመዛበልቲ ጉዕዞ ምጅማሩ ተገሊጹ። ብቲክቶከራት ተጋሩ ብዝተኣከበ ልዕሊ 87 ሚልዮን ብር ዝተዓደገ ልዕሊ ሸውዓተ ሽሕ ኩንታል ፊኖ፣ ልዕሊ ሓደ ሽሕ ኩንታል ሩዝ ናብ ኩለን መዕቆቢ ተመዛበልቲ ክከፋፈል ጉዕዞ ምጅማሩ ተገሊጹ ኣሎ። ኣብ ሕጻ ዝተረኣየ ጥሜት ስዒቡ ተመዛበልቲ ወገናትና ንሓግዝ ብዝብል ብቲክቶክን ካልኦት መንገድታት ካብ መላእ ዓለም ብዝተኣኻኸበ 87 ሚልዮን 300 ሽሕ ብር ካብ ክልተ ፋብሪካታት ሕሩጭን ሓደ መቕረቢ ሩዝን ብሓፈሻ ልዕሊ 7,000 ኩንታል ብምዕዳግ ናብ ራያ ዓዘቦ፣ መቐለ፣ ዓዲግራት፣ ዓብዪ ዓዲ፣ እንዳባ ጸሓማ፣ ዓድዋ፣ ኣክሱምን መላእ ሰሜን ምዕራብ ጉዕዞ ምጅማሮም ተሰሚዑሎም። ከከም በዝሒ ተመዘበልቲ ተሸንሺኑ ንምብጻሕ ብዓሰርተ ሸሞንተ ተስሓብቲ መኻይን ጽዒኖም ይወስድዎ ከም ዘለዉ መተሓባበርቲ እቲ ሓገዝ እውን ገሊጾም ኣለዉ። መናእሰይ ቲክቶከራት ነቲ ጸገም ጎልዮ ክረኤን ዓለም ክፈልጦን ካብ ምግባር ብዝዘለለ መላእ ተጋሩን ፈተውቲ ተጋሩን ብምትሕባር ህጹጽ ሓገዝ ክግበር ብምኽኣሎም ዝነኣድ እዩ ዝበሉ ተወከልቲ ጉባኤ ትካላት ሃይማኖትን ፖለቲካዊ ውድባት ትግራይን ስራሕቶም ኣጠናኪሮም ክኸዱ ሓረራ ብምሃብ ኣብ ጎኖም ከም ዝኾኑ ቃል ኣትዮም እዮም። ካብ ትካል ትእምት እቲ ሓገዝ ናብ ቦትኡ ክበፅሕ 18 መኻይን ከም ዝተረኸበ ሕዚ እውን ግን ልዕሊ ሓደ ሽሕ ኩንታል ሰኣን መጓዓዝያ ኣብ መክሲን ከም ዘሎ እዚ ኣብ ግዜኡን ኣብ ሰዓቱን ናብ ቦታኡ ክበፅሕ ድማ ሓገዝ ከም ዘድሊ መናእሰይ ኣብ ማሕበራዊ ሚዲያ ብራእሲ ኣሉላ ኣቤልን ሜጀር ቲዲኤፍን ዝፍለጡ መተሓባበርቲ እቲ ሓገዝ ፀዊዖም ኣለዉ። ንዑደት ኣምባሳደር ኣሜሪካ ስዒቡ ካብ ባይቶና ዝተዋሃበ እዋናዊ መግለፂ ኣብዚ ቅንያት ኣምባሳደር ኣሜሪካ ናብ ምዕራብ ትግራይ ዑደት ከም ዘካየደ ኩላትና ተኸታቲልና ኢና ነዚ ኣመልኪቱ ስራሕ ፈፃሚ ውድብና ህፁፅ ኣኼባ ፀዊዑ ዝተመያየጠ እንትኸውን እዚ መግለፂ ካውፅእ እውን ተገዲዱ እዩ ባይቶና ብሓደ ገፅ ንዑደት ኣምባሳደር ኣሜሪካ ዘድንቐ እንትኸውን ብፍላይ ኣብ ትሕቲ ወረርቲ ዘሎ ህዝብና ዝበፅሖ ዘሎ መከራ ብኽፋል መስኪሩ እዩ። እንተኾነ ብኻሊእ ገፅ ድማ ብመግለፂ ኣምባሳደር ኣሜሪካ ከም ውድብና ኣዚና ከም ዝሓዘና ክንገልፅ ንፈቱ። ኣምባሳደር ኣሜሪካ ብመሰረት ሕገ መንግስትን ውዕሊ ፕሪቶርያን ምዕራብ ትግራይ ኢሎም ክፅውዑ እናተገቦም ሑሞራ ዞን ኢሎም ናይ ብልፅግና ምምሕዳር ኣውፂኦም ምፅውዖም ከምኡ እውን ክፈርስ ዝግብኦ በዓል ደመቀ ዘውዱ ህዝብና ኣፅኒቶም ልዕሊ ሓደ ሚሊዮን ህዝብና ኣፈናቒሎም ዘጣየሽዎ ብገበን ዝጥየቕ መንግስቲ ኣሜሪካ እውን ቅድም ኢሉ ዘርኢ ዘፅነተ ምምሕዳር ኢሉ ዝኣመነሉ ናይ ብልፅግና መሓውር ኣፍልጦ ሂቦም ብምዝታዮም ኣጥቢቕና ንኹንን። መንግስቲ ኣሜሪካ ውዕሊ ፕሪቶርያን ሕገ መንግስታዊ ግዝኣት ትግራይ ክኽበር ብዘይ ዝኾነ ቅድመ ኩነት ናብ ቅድሚ ናይ ፅንተት ውግእ ዝነበሮ ክምለስ ብትሪ ክቃልስ እናተገቦ ናብ ከምዚ ዝበለ ዘይምጥኖ ተግባር ክወርድ ኣይግባእን ነይሩ። ባይቶና ኣንጻር ኣምባሳደር ኣሜሪካ ነዚ መግለጺ ድሕሪ ምዝርግሑ ንህዝቢ ትግራይ ሓሙሽተ ነጥብታት ብዝብል መልእኽቲ ኣሕሊፉ እዩ። ቀዳማይ ምዕራብ ትግራይ ሓዊሱ ህልውና ተጋሩ ዝረጋገጽ ሓድነትና ኣስጢምና መኸተና እንተነብልሕ ጥራሕ እዩ። ካልኣይ ህዝቢ ትግራይ ናይ ውሽጢ ጸገማቱ ናይ ደገ ናይ ህልውና ሓደጎ ንምምካት ኣብ ተጠንቀቐ ደው ክብል ይግባእ። ሳልሳይ መንእሰይ ትግራይ ንማንም እንተይተጸበየ ብዘለዎ ውሽጣዊ ጸገማት እንከያ መኽንያ ምክንያቱ እውን ንውሽጣዊ ጸገማቱ ባዕሉ ተቓሊሱ ክዕርዮም ሰለ ዝግባእን ናይ ባዕሉ ገዛ ዕዮ ሰለ ዝኾነን ሉዓላዊ ግዝኣት ትግራይ ንምኽባር ልዕሊ ዝኾነ እዋን ድልው ክኸውንን ሓላፍነቱን ክዋፃእ። ራብዓይ፣ ኣብ ውሽጥን ኣብ ደገን ዘሎ ህዝብና ሓድነትና ዝዘርግ ሽርሒ ፀላእ ተረዲኡ ፀለእቲ ህዝብና ካብ ቃልሲ ግዝኣትና ምውሓስን ህልውናና ምርግጋፅን ኣውፂኦም ንስንሳትና ክንናኸስን ክንባልዕን ናብኣቶም ቅንዕ ከይንብልን ዝገብርዎ ዘለዉ ውዲት ብንቕሓት ተረዲና መሳርሕናቶም ካብ ምዃን ተቖጢብና ነታ ኩዕሶ ናብ ምድሪ ቤቶም ክንወቕዕ ኣለና ክብል ይጠቅስ። ሓምሻይ ብሓፈሻ ኩሉ ህዝብና ምስ ኣብ ናይ ህልውና ቃልሲ ዝርከብ ጎረቤትናን ከባቢ ህዝብናን ምሕዝነትን ሕብረትን ፈጢርና ብዝተወደበ ቃልሲ ህልውና ስቓይን ህዝብና ንምሕፃር ዝበልሐን ዝነቕሐን ተጋድሎ ክንገብር ባይቶና እውን ኣብዚ ቃልሲ ህልውና እዚ ረቢቡ ብፅንዓት ከም ዝቃለስ እናፈለጠ እዋናዊ ፃውዒትና ነቐርብ።

ከምቲ ዝድለ ከምዘይኾነ በዚ እውን ንውቀስ ኣለና ክብሉ እቶም ፕሬዝደንት ገሊፆም ኣለዉ። ብፍላይ ክረአ ዝግብኦ ግን ተመዛበልቲ ናብ መርበቶም ዘይምምላሶም ዘጋጥም ዘሎ ሞትን ሕማምን ብኣንፃር ሰብኣዊ መሰል ተሓታትነት ዘስዕብ ምዃኑ ሕዚ እውን ኣብዚ ጉዳይ እዚ ናይ ኢትዮጵያ ሰብኣዊ መሰላት ብፍሉይ ክሰርሑሉ ክሕግዙን ከምዘለዎም ከምዚ ኢሉ ተቐጺሉ ዝገደደ ሳዕቤን ሰለ ዝመጽእ ኣብ ሓጺር እዋን መፍትሒ ክግበረሉ ይግባእ ክብሉ መልእኽቶም ኣሕሊፎም ኣለዉ። እቲ ጉጅለ ልኡኽ ትኩረት የድልዮም እዩ ዝበሎም ኣብ ተመዛበልቲ፣ ተሃነጽቲ፣ ተጠርጠርቲ ብሓፈሻ ከም ሕብረተሰብ ሰብኣዊ መሰል ተኸቢርሉ ተረጋጊዑ ሰሪሑ ክሰርሕ ዝተገበረ ፃዕሪ ዘምፀኦ ውፅኢትን ንምዝራብ ካብዚ ተመክሮ ወሲድካ ተሓጋጊዝካ ዝሓሸ ስራሕ ንምስራሕ ዝዓለመ ጉዕዞ ከምዝኾነ ተገሊፁ እዩ ክብል ቤት ፅሕፈት ፕሬዝደንት ግዝያዊ ምምሕዳር ትግራይ ኣብ ዝዘርጎ ሓበሬታ ጠቂሱ ኣሎ። ሕዚ ዝበፅሐና ሰበር ዜና ከም ዘመላኽቶ ድማ ብርሃነ ገብረ ገርግስ ወይ ከዓ ልፍዓት ተስፋ ኣለኒ ካብኡ ሓሊፉ እውን ሰብ ዝሰኣነ ሰብ ብዝብል ስያመ ኣብ ማሕበራዊ ሚዲያ ዝፍለጥ ውልቀ ሰብ ኣብ ዞባ ሰሜን ምዕራብ ትግራይ ከተማ ሽረ እንዳስላሰ ኣብ ትሕቲ ቀይዲ ምእታው ተገሊጹ ኣሎ። ከም ዝፍለጥ ብርሃነ ገብረገርግስ ካብ ቀረባ እዋን ጀሚሩ ኣዘዝቲ ሰራዊት ትግራይ መራሕቲ ትግራይ ብምንሻው ንመሪሕነት ውድብ ህወሓት ብምንቃፍ ቅልቅል ምባሉ ዝፍለጥ እዩ። ንንውሕ ዝበሉ እዋናት ኣብ ፖለቲካ ትግራይ ዝለዓለ ተፀማዕነትን ተቐባልነት ክረክብ ዝኸኣለ እዚ ውልቀ ሰብ እዚ ካብ ቀረባ እዋናት ጀሚሩ ግን ኣዝዩ ብዝገርም ኩነታት ብምግልባጥ ህዝቢ ኣብ ምድንጋር መሪሕነት ውድብ ህወሓት መሪሕነት ግዜያዊ ምምሕዳር ትግራይ ሰራዊት ትግራይ ኣብ ምንሻው ተጸሚዱ ይርከብ። ብፍላይ ድማ ኣብ መንጎ ህዝብታት ትግራይን ኤርትራን ንዓመታት ዝጸንሐ ቂምን ጽልእን ንምፍራስ ዝተጀመረ ጽምዶ ዳግም ክፈርስ ዝተፈላለዩ ሽርሕታት ፍሒሱ ኣብ ማሕበራዊ ሚድያ ቀልቀል ብምባል ሓደገኛ ቃላት ተጠቂሙ መልእኽትታት ክሕልፍ ክስማዕ ጸኒሑ ኣሎ። ሕዚ ድማ ኣብ ከተማ ሽረ እንዳስላሰ ኣብ ትሕቲ ቀይዲ ስለ ምእታዉ ተሰሚዑ ኣሎ።